ሰላም ሰላም ሰላም ዝኸበርኩም ተኸታተልቲ ናይ ቻነል ከመይ ትኾኑ ኣነ እግዚኣብሔር መስገን ሰላም ኣለኹ ንስኹም እውን ከምዚ ሰላም ዘለኽዎ ሰላም ክትብሉ በዓል ሙሉእ ተስፋ እየ ሕጂ እምበኣር ንኩሎም ከምቲ ኩሉ ግዜ ንገብሮ ናይ ዘላን ትግርኛ ክህልወና ሰናይ ናይ ትምህርቲ ኮነልና ኦኬ ናይ ሎማዓንቲ እምበኣር ገለ ካብ ሰዋሱ ይኹን ማለት እዩ ሰዋሱ ክራማቲካ ማለት እዩ ክራማቲካ ኢና ንፅውዖ ብኔዘርላንድ ሰዋሱ ድማ ብትግርኛ በዓል መን እዮም ክራማቲካ እዞም ኩሎም ኣብዚ ትሪኦም ዘለኹም ሊድቮርደን ዘልፍስታንድኽን ናንቮርደን ባይፎክልክን ናንቮርደን ኩሎም እዚኦም ኣብዚ ትሪኦም ዘለኹምን በቲ ሓደ ወገን እውን ኣለውና ክንርኢ ኢና ፅኒሕና ንኩሎም እንታይ እየ ክገብር ሕጂ ሓቲትኩም ነርኩም ክራማቲካ ባምፃልና ኢልኩም ሓትኩም ነርኩም ግዜ ኣኽሉ ድማ ምፅእ ኣለኹ ኣነ እውን ኣብ ሓሳባይ ነይሩ እዩ ምዳና ኣገደስ ስለ ዝኾኑ ነዚ ክንፈልጦ ክንክእል ኣለና ከምኡ ስለ ዝኾነ ድማ በብሓደ ንሓንቲ ቃል እናምፅኤ እንታያ እንታይና መኣሲና ንጥቀመሉ ገለመለ ዝብል ኩሉ ናታ ሓንቲ ናታ ቪድዮ ገይረ ከውርደልኩም እየ ማለት እዩ ምክንያቱ እቲ ዘውርዶ ክትርድእዎ ፅቡቅ ገይርኩም ክትርድእዎ ስለ ዝደሊ ማለት እዩ ኦኬ ሕጂ እምበኣር ናብቲ ትምህርቲ ክንከድና ብምንታይ ኢና ክንጅምር ንለማዕንቲ ሊድ ቮርደን እዮም ክህልውና ማለት እዩ ሊድ ቮርደን ናይዛ ቪድዮ እዚኣ ብሊድ ቮርደን ክንጅምሮ ኢና ከምኡ እንዳበልና ድማ ክንከይድና ማለት እዩ ከምዚ ትሪእዎም ዘለኹም ክራማቲካ እውን እዚኦም እውን ክራማቲካ ይበሃሉ ማለት እዚኦም ኩሎም ኣብዚ ዘለዉ እዚኦም ኩሎም ኣብ ሓሳባት ዝኣትውን እዮም ሕጂ እዚኦም ኩሎም በብሓደ ኣብ ሓደ ቪድዮ እንዳምፃው ከርእየኩም እየ ማለት እዩ ፔርሰንስ ፎርም እኳ ርኢና ነርና ኢና ግን ኣድላይ ትረኣ ኮይኑ ከምፅኣልኩም ይኽእል እየ ማለት እዩ ተዘይኮይኑ እቶም ኩሎም ከነምፆም ኢና እዞም ተረፉ ማለት እዩ

እዚኦም እዮም እቶም ሊድ ቮረን ዝበሃሉ። ንሳቶም ድማ ነንሕድሕዶም ኣይራኸቡን እዮም ይፈላለዩ እዮም ማለት እዩ ኣብቲ ኣጠቃቅምኦም ማለት እዩ ኦኬ ደ እንሀት ዛይን ናምልክ ብፓልደ ሊድቮርደን ን ኤይን ኢዝ ኦን ብፓልደ ሊድቮርድ እንታይ ይብለና ኣሎ ደን ሀትን ወሰን ዘለዎም እዮም ይብለና ኣሎ ወሰን ዘለዎም እዮም ኤን ግን ወሰን የብሉን ይብለና ኣሎ ኣብቲ ጠቃቅማ እዩ ዝሕጂ ደን ህትን ንምንታይ ከም ንጥቀመሎም ውስናት እዮም ውስናት ውስናት እኳ ዘይኮኑ ግን ንሶም ደን ህትን ሕጂ ደሓን እዮም ውስናት እዮም ኣበይ ንጥቀመሎም ቅሩብ ንፈልጥ ኢና ማለት እዩ ኤን ግን ውሱን ኣይኮነን ማለት እዩ ኦኬ ሕጂ ብዛዕባ ያ ሕጂ ደ ደ እንታይ ማለት እዩ ሕጂ ክንሪኢና ኦኬ ሕጂ ብኔዘርላንድ ቀዲመ ክዛረበ ድሓር ክገልጾ እዩ ድሓር ብትግርኛ ማለት እዩ ደ ቮርት ክብራይክት ፎር ፍራውልከ ን ማንልከ

መኣስ ኢና ንጥቀመሉ ብለና ኣሎ ኣብ ዘይጸግዓውያን ቃላት እንታይ ብለና ኣሎ ዘይጸግዓውያን ማለት እታ ናብቲ ሓደ ናብ ኣነስታይ ዘይኮነ ተባዕታይ ዘይኮነ ማለት እዩ ራይ ኦኬ ናይ ኤን ድማ ክንከይድና ሄት ሊድቮርድ ኤን ማኽ ፎር ባይደ ክብራክ ቮርደን ሄት ሊድቮርድ ኤን ማኽ ፎር ባይደ ኽብራይክ ቮርደን እንታይ ብለና ኣሎ ብዚ ኤን ኣብ ክልቲኦም ማለት ደን ሀትን ንጥቀመሎም ቃላት ኢና ንጥቀመሉ ብለና ኣሎ ማለት እዩ ኤን ኣብ ኢና ንጥቀመሉ ብለና ኣሎ ኣብ ደን ሀትን ዝወስዱ ቃላት ክንጥቀመሉ ንኽእል ኢና ይብለና ኣሎ ማለት እዩ

ብደ ንጥቀመሎም ቃላት ይበዝሑ ካብ በ ሀት ንጥቀመሉ ብለና ኣሎ። ደ ይበዝሑ ኩሉ ግዜ እንታይ ደ እቶም ደ ኢልና ንጥቀመሎም ቃላት ደ ዝወስዱ ቃላት ይበዝሑ ካብ ሀት ዝወስዱ ማለት እዩ። እዚኣ ዓባይ ነጥቢያ ማለት እዩ። ኦኬ ሕጂ ብደ ክንጅምር ኢና ብደ ክንጅምር ኢና ነስተውዕለሉ እንተዘይተረዲኩም ደጋጊምና ስቶብ ስቶብ ናግበርና ንርኣዮ ክርድኣና እዩ ሽዑ እንተዘይኮይኑ ወላ ኣብ ታሕቲ ክትፅሕፉለይ ትኽእሉ እዮም ኣብ ከምዚኣ እንታይ ማለት ኣይተርድኣትናን ኣይበረህትልናን ክትብልኩም ፅሕፉለይ ትኽእሉ ኢኹም ማለት እዩ ኦኬ ብደ ቮርደን ክንጅምር ኢና ደ እንታይ ከም ዝወስዱ ማለት እዩ ኦኬ ደ ቀዳማይ ኣለ ዘልፍስታንድኸ ዘልፍስታንድኽ ናምቮርደን ዲ ኢንሀት ሚር ፋውድ ስታን ኣለ ዘልፍስታንድኽ ናምቮርደን ዲ እንሀት ሚርፋውድ ስታን ባይፎርቢልድ ደ ሃውዘን ደ ራመን እንታይ ብለና ኣሎ ቀዳማይ ኣበይ ንጥቀመሉ ኣብ ኣሽማት ኣብ ናይ ዝበዝሑ ኣብዚ ምብዛሕ ዝተባዝሑ ኣሽማት ኢና ንጥቀመሉ ከም በዓል ሃውዘን ራመን ንጥቀመሉ ሕጂ ሃውዘን ሕጂ ገዛውቲ እዩ ራመን ማለት ድማ ፍኒስትራታት ማለት እዩ ሃውዘን ደ ሃውዘን ገዛውቲ ደ ራመን ፍኒስትራታት ኣብ ምብዛሕ ተደኣ ኮይኑ እንታይ ንጥቀም ኩሉ ግዜ ኣብ ኣብ ኣስማት ኣብ ምብዛሕ ተኮይኑ እንታይ ንጥቀም ኢልና ኣለና ደ ንጥቀም ማለት እዩ ንፅል ተኮይኑ ኣይንብል ዘለና ምሉኣት ትርኣ ኮይኖም ኣብ ኣስማት ናብ ዘለና ኣብ ኣስማት ኣብ ዝተባዝሑ ኣስማት ትርኣ ኮይኑ ደ ንጥቀም ማለት እዩ

እውን ንጥቀመሉ ኢና ማለት እዩ። መበል ካልኣይቲ እንታይ ኢልና ኣብ ቃላት ናይ ፍረታ ኣብ ኣብ ፍረታትን ኣእዋምን ንጥቀመሉ ደን ንወስድ ማለት እዩ። ደን ንጥቀም ማለት እዩ። ፍረታት ክንብል ከለና ኣእዋምን እቶም ኣእዋም ዝበሃሉ እ፣ ክን- እ፣ ሽሞም ክንፅውዑ ከለና ደ ንብል። ኣብ ፍረታት ድማ ከም በዓል ኣፕል ኢልና ክንፅውዑ ከለና ደ ይወስዱ ደ ንብል ማለት እዩ። ኦኬ ከምኡ'ውን ሳልሳይ ናመን ፋን ሪቨረን ን በርኸን፣ Namen van Riveren en Bergen፣ ባይፎርቢል ደ ማስ ደ ኣልፐን ተብለና ኣሎ። ከም ሳልሳይ ድማ ኣስማት ናይ ወሓዝታትን ጎቦታትን እንታይ ወስዱ ብለና ኣሎ ደ ይወስዱ ብለና ኣሎ።

እንታይ ይብለና ኣሎ ኣስማት መበል ራብዓይ ኣስማት ናይ ፊደላትን ናይ ቁፅርታትን ማለት እዩ ኣብ ሽም ኢና ንብል ዘለና ሕጂ ደ ዘይቨን ደ ተይ ንብል ማለት እዩ ኣብ ቁፅርታትን ኣብ ለተርንስን ኣብ ፊደላትን ኣብ ተማስማት ማለት እዩ እንታይ ንጥቀም ደ ንጥቀም ማለት እዩ ኦኬ ናይ ደ ወዲእና ኣለና ተስፋ ገብር ናይ ደ ተረዲእኩም ክኸውን ተዘይኮይኑ ጠጠው ኣቢልኩም ናይታ ደ ረኣይዋ ደጋጊም ደጋጊም ረኣይዎ ክርዳእኩም እዩ ማለት ተዘይተረዲእኩም ድማ ከምታ ዝበልኩም ኣብ ታሕቲ ፀሓፉለይ ሕጂ እምበኣር ንኽድ ናብ ሄትቮርድ ዝወስዱ ቃላት ንኽድ ማለት እዩ ኦኬ ሄትቮርድ መኣስ ኢና ንጥቀመሉ ኦኬ ኣለ ቁፅሪ ሓደ ኣለ ፈርክላይን ቮርደን ዛይን ሄትቮርደን ፈርክላይን ቮርደን እዞም ንኣሽቱ ዝንእሹ ንእሹ ምሸለው እዞም ዝንእሹ ኩሎም እቶም ንኣሹ ንብሎም እቶም ንኣሹ ንብሎም እንታይ እዮም ሀት ይወስዱ ማለት እዩ ከም በዓል ሄት ብሮቼ ኣብ ንዕለ ባይፎርቢል ንኣብነት ሄት ብሮቼ ሄት ፊትቼ ፊትቼ ተብለና ኣሎ እታ ባኒ ንእሽተይ ማለት እዩ ቁራስ እንታይ ንብላ ንእሽተይ ቸ ንእትወላ ንንኣሹ ዘብሉ ነገራት ይኹን ገለ ይኹን ንኣሹ እንተ ንጠቅስ ሃሊና እንታይ ንጥቀም ንንኣሹ ዘበለ ሀት ንወስድ ማለት እዩ ኦከይ ከምኡውን ካልኣይ ናመን ፋን ታለን ናመን ፋን ታለን ተብለና ኣሎ ከምኡውን ኣስማት ናይ ቋንቋታት ናይ ቋንቋታት ንኣብነት ሄት ኔደርላንድስ ሄት ኔደርላንድስ ሄት ስፓንስ ሄት ስፓንስ ኦኬ መበል ሳልሳይ ናመን ፋን ላንደን ን ፕላትሰን ናመን ፋን ላንደን ን ፕላትሰን እንታይ ብላና ኣሎ መኣስከ ሄት ንጥቀምለና ኣሎ ሓደ ከተማታት ናይ ከተማታት ክንጥቀም ኮለናን ሓደ ከዓ ናይ ሃገር ወይ ከዓ ከተማታት ዝበልክዎ ከምኡ ወይ ቦታታት ቦታታት ክንጠቅስ ከለናን ሃገር ክንጠቅስ ከለና እንታይ ንጥቀም ሄት ንጥቀም ማለት ከምዚ ዝሪኦም ዝንሪኦ ዘለና ሄት ብራዩስንደ ኣምሰራም ሄት ሞየ ኔደርላንድ እንዳበልና ከምኡ እንዳበልና ንጥቀመሉ ማለት እዩ ኦኬ ነዚኦም ድማ ሄት ንእትበሉ ማለት እዩ ከምኡውን ናምንፋን ሜታለን ሜታለን ሄት ዚልፈር ሄት ኻውድ ከምኡውን ከም በዓል ዚልፈር ዝበሉን ከም በዓል ኻውድ ዝበሉ እንታይ ንጥቀመሎም ሄት ኢና ንጥቀመሎም ኣለና ኣሎ ማለት እዩ እዞም ሜታል ዝበሃሉ ማለት እዩ ሄት ዚልፈር ን ሄት ኻውድ ወርቂ ከምኡውን ብሩር ገለገለ ዝበሃሉ ነሓስ ገ ንብሎም እንታይ እዮም እዚኦም ሜታል እንታይ ይብሎም ሕጂ እንታይ ይወስዱ ህት ይወስዱ ማለት እዩ ናመን ፋን ቪንድ ሪክቲንገን ቪንድ ሪክቲንገን ናመን ፋን ቪንድ ሪክቲንገን ባይ ፎር ቢልድ ሄት ኖርደን ሄት ቬስተን ከምዚ ምዕራብ ምብራቕ፣ ደቡብ፣ ሰሜን ክንብል እንከለና ድማ እንታይ ንጥቀም ናይ ናይ መኣዝን ማለት እዩ እዞም ናይ መኣዝን ናይ ንፋስ መኣዝን ይብላ ኣሎ እዚ ቪንድ ሬክቲንግ ሬክቲንግን እዞም ናይ መኣዝን ምብራቕ ምዕራብ ሰሜን ደቡብ ዝብ ዘሎ እንታይ ንጥቀመሉ ሄት ንጥቀም ማለት እዩ ሄት ኖርደን ሄት ቬስተን ንብል ማለት እዩ

ኩሎም ህት ወስዱ ማለት እዩ ኦኬ እምበር ክብራት ተኸታተልቲ ናይ ቻነል ናይ ሎሚ ዓንቲ ቪድዮ እዚኣ ነይራ ተስፋ ግብር ሊድቮርደን ደን ህትን ኣበይን ከም እንጥቀመሎም መብዛሕትኦም ደን ህትና ኩሉ ግዜ ንጥቀመሉ ማለት እዩ ኣበይ ከምንጥቀመሉ እንታይ ወስዱ መኣስ ንጥቀመሉ ገለ ፈጥኩሞ ክትኮኑ ተስፋ ይገብር ኣብ ዝመፅእ ቪድዮ ክሳብ ንራኽብ ድማ ሰሰናዩ